ሰላም ጥዕኒ ሃበልና ክቡራት ተኸታተልትና፣ እዚ ባይቶና ሚድያ እዩ። ባይቶና ሚድያ ተኣማንን እዋናውን ዝኾነ ሓበሬታ ንክቡራት ተኸታተልታ ኣብ ምቕራብ እተነጥፍ ዘላ ሚድያ እያ። ንቻናልና ሳብስክራይብ ሼርን ላይክን ብምግባር ክተተባብዕና ብኽብሪ ንዕድም። ናይዚ ዕለት ትኩስ ዜና ከም ዝስዕብ ቀሪባ ኣላ። ወተሃደራዊ ካውንስል ሰራዊት ትግራይ ኣብ ልዕሊ ጀነራል ወዲ ወረደ ዝወሰደ ስጉምቲ ህፁፅ ኣኼባ ማእኸላይ ኮሚቴ ሕወሓትን ደብዳበ ንወዲ ወረደን ድርድር ኢራንን ኣሜሪካን ብዝምልከት ዝወፀ ሰበር ዜና ህጹጽ ደገፍ ወሃቢ ሓይሊ ሱዳን ይፈርስ፣ ኣብ ልዕሊ ህወሓት ዕልዋ ንምፍጻም ዝወጸ ናይ ቪድዮ መረዳእታን ክሕደት ወዲ ወረደን። ክቡራት ተኸታተልትና ናይዚኦምን ናይ ካልኦትን ዝርዝር ዜና ክነስምዐኩም ኢና። ንምክትታልኩም ደጊምና ብኽብሪ ንዕድም። ንቻናልና ሳብስክራይብ፣ ሼርን ላይክን ኣይትረስዑ። ሕጂ ናብ ዝርዝሮም ካብ ትግራይ ዝተረኸበ ሓበሬታ ከም ዝሕብሮ ወተሃደራዊ ካውንሰል ትግራይ እውን ኣብ ልዕሊ ጀነራል ወዲ ወረደ ውሳነ ከም ዘመሓላለፈ ተሓቢሩ። ጀነራል ወዲ ወረደ ኣብ ትግራይ ዘሎ ስቓይ ህዝቢ ክፈትሕ ትፅቢት እናተገበረሉ እንተነበረ እኳ ንሱ ክሰርሖ ዝፀንሐ ግን ኩሉ መንገድታት ብምዕፃው ብዘይተወዳዳሪ ስልጣኑ ዝደልድለሉ ኩነታት ምፍጣር ከም ዝኾነ ዝተረኸበ ምሽጥራዊ ሓበሬታ የረድእ። ስለዚ ድማ እቲ ኣብ ልዕሊ ትግራይ ተገይሩ ዘሎ ዕፅዋን ክባን እውን ህወሓት ብህዝቢ ክትንፃግ ብምግባር ህወሓት ንሓዋሩ ንምፍራስን ንብልፅግና እትሰግድ ትግራይ ንምፍጣርን ዝዓለመን ብዙሓት ኣካላት ዝተሳተፍሉ ፕሮጀክት ከምዝኾነን እቲ ካብ ኣካላት ድሕንነት ዝተረኸበ ብቪድዮ ዝተሓገዘ ሓበሬታ የረድእ። እቲ ሰንሰለት ኣካላት ድሕንነት፣ ወተሃደራዊ ሓለፍቲ፣ ፖለቲካዊ ሓለፍትን ብልጽግና ኣብ ኣዲስ ኣበባ ዝርከቡ ሰብ ሃፍቲ ተጋሩ፣ ኣብ ፌደራል ዝርከቡ ሰበስልጣናት ብልጽግና ዝኾኑ ተጋሩን ኣብ ትግራይ ዝርከቡ ዝተወሰኑ ሰበስልጣናትን ዝርከብዎም እንትኸውን እቲ ብጣዕሚ ዘደንግጽ ድማ ካብ ላዕለዎት መራሕቲ ሰራዊት ትግራይ እውን ክልተ ሰለስተ ዝኾኑ ከምዘለዉ እዩ ዝግለጽ ዘሎ። ኣብዚ ሕጂ እዋን ኣብ ልዕሊ ህወሓት ተሓሲቡ ዝነበረ ዕልዋ ዝፈሸለን ሙሉእ ብሙሉእ ኣብ ትሕቲ ቁፅፅር ከምዝወዓለን ፍልፍላት እናገለፁ ዝርከቡ እንትኾኑ እቶም ብሄራዊ ክሕደት ብምፍፃም ዝተጠርጠሩ ሓለፍቲ እውን እኩል ምፅራያት ተገይሩ ክሲ ክሳብ ዝምስረተሎምን ኣብ ትሕቲ ቁፅፅር ክሳብ ዝውዕልን ብኣካላት ድሕንነት ፅኑዕ ክትትል ይግበረሎም ከምዘሎ ተፈሊጡ እቲ ተሓሲቡ ዝነበረ ትግራይ ዝበታትንን ህወሓት ሙልእ ብሙልእ ዘጥፍእን ከምዝነበረ ዝገለፁ ፍልፍላት ንኣካላት ብልፅግና መሲሎም ንዓመታት ዝሰርሑ ዝነበሩ ኣካላት ድሕንነት ትግራይ ኣቐዲሞም ብዝሃብዎ ሓበሬታ እቲ ኩነታት ከይፈንደኣን ጉድኣት እንተይበፀሐን ኣብ ትሕቲ ቁፅፅር ክውዕል ከምዝኸኣለ ተፈሊጡ ኣለ። ነዚ ስዒቡ ድማ ነቲ ብዙሕ ዓመታት ዝወሰደን ሕልኽልኽ ዝበለን ህወሓት ንምፍራስ ክስራሕ ዝነበረ ፕሮጀክት ንክኸሽፍ ግደ ድሕንነት ትግራይ ዓብዪ ከምዝነበረ ዝተረኸበ ምስጢራዊ ሓበሬታ የረድእ። እዚ ከምዚ ኢለ እናሃለወ ኣብ ጉዳይ ጀነራል ወዲ ወረደ ህፁፅ ኣኼባ ዝተኣከበ ወታደራዊ ካውንስል ትግራይ ጉዳይ ስልጣን ጀነራል ወዲ ወረደ ከም ዝገምግም ተፈሊጡ። ኣብቲ ጀነራል ወዲ ወረደ ኣብ ዝተረኸበሉ ዝተኻየደ ኣኼባ ጀነራል ወዲ ወረደ እቲ ዝቐረበሉ ክስታት ክከላኸል እንተፈተነ እኳ ምስ መሳርሕቱን ኣብ ትግራይ ምስ ዘለዉ ዝምልከቶም ኣካላትን ዘተ እንተይገበረ ናብ ኣዲስ ኣበባ ከይድካ ጸብጻብ ኣቕሪብካ ውዕሊ ሰላም ፕሪቶርያ ጥሒሱ ዝተውሃበካ ደብዳበ ተቐቢልካ ናብ ትግራይ ተመሊስካ ስልጣንካ ሕጋዊ ዘይምዃኑ እናፈለጥካ መራሕቲ ዞባታትን ካልኦት ኣካላትን ክተፈራርሕ ፈቲንካ ጥራሕ እንተይኮነስ ካብ ጸጽታ ኣካላት ትግራይ እውን ኣሲርካ ንክኽተሉን ጉጅለኦም ክንጽሩን ፈተነታት ጌርካ ብዝብሉን ካልኦትን ዝተገምገመ እንትኸውን ብሓፈሻ ብሄራዊ ክሕደት ፈጺምካ ብዝብል ከምዝተገምገመ ዝተረኸበ ሓበሬታ የረድእ። እዚ ከምዚ ኢለ እናሃለወ ማእኸላይ ኮሚቴ ህወሓት እውን ፈጻሚት ኮሚቴ ህወሓት ዘመሓላለፈቶ ውሳነ ተዛትዩ ንምጽዳቕን ኣብ ጉዳይ ጀነራል ወዲ ወረደ ናይ መወዳእታ ውሳነ ንምሃብን ኣኼባ ከምዝተጸወዐ ተፈሊጡ ኣሎ። እዚ ከምዚ ኢሎ እናሃለወ ሕወሓት ከመይ ገይሮም ከፍረስዋ ትልሚ ከም ዘውፅኦን መጀመርያ ኣብ ልዕሊ መራሕቲ ሕወሓት ስጉምቲ ብምውሳድ ከም ዝጀመረ ዘገልፅ ቪድዮ ኣብ ኢድ ሕወሓት ከም ዝኣተወ ተፈሊጡ ኣሎ። ኣብቲ ቪድዮ ጀነራል ወዲ ወረዳ ኣብ ላዕለዎት መራሕቲ ሕወሓት ስጉምቲ ከም ዝወስድ ብግልፂ ቃል እናኣተወ ዘርኢ ከም ዝኾነ ዝተረኸበ ሓበሬታ የረድእ። እዚ ከምዚ ኢሉ እናሃለወ ብብልፅግናን ሕቡራት ዓረብ ኤሚሬትን ዝሕገዝ ምዃኑ ዝንገረሉ ህፁፅ ደገፍ ውሃቢ ሓይሊ ሱዳን ይፈርስ ከም ዘሎ ተገሊፁ። ደጋፊት እቲ ሓይልን ደጋፊት ብልፅግናን ዝኾነት ሕቡራት ዓረብ ኤሚሬት ኣብ ትሕቲ መጥቃዕቲ ኢራን ስለ ዘላት፣ እቲ ሓይሊ ዝረኽቦ ዝነበረ ኣፅዋርን ካልኦት ድጋፋትን ብምቕናሱ ተደጋጋሚ ሽንፈት የጋጥሙ። ስለ ዘሎ፣ ብዓማጺ ጀነራል ሓምዳን ዳጋሎ ዝምራሕ ህጹጽ ደገፍ ወሃቢ ሓይሊ ሱዳን፣ ሕጂ ድማ ዕስራን ሓደን ድሩዓት ዝሓዘ ሓይሊ ዝመርሕ ሓላፊ ከዲዑን ሰራዊት ሱዳን ኢዱ ከም ዝሃበ ተረጋጊጹ ኣሎ። እቲ ወተሃደራዊ መኮነን ነበር፣ ህጹጽ ደገፍ ወሃቢ ሓይሊ ሱዳን ናብ ሰራዊት ሱዳን ኢዱ ምስ ሃበ ኣብ ዝሃቦ ቃለ መሕትት፣ ኣብቲ ዓማጺ ሓይሊ ሱዳን ዘሎ ምሕደራ ይኹን ኩሎ መዳያዊ ኣሰራርሓ ከም ዘይሐጎሶን ብጀነራል ኣልቡርሃን ንዝምራሕ ሰራዊት ኢዱ ንምሃብ ከም ዝመረጸን ተፈሊጡ ኣሎ። እዚ ሓላፊ ካብቶም ወሰንቲ ሓለፍቲ እቲ ዓማጺ ሓይሊ ሓደ ከም ዝነበረ እንዳተጸብጸበ እንትኸውን ብኹናት ኢራን ምኽንያት ቀረብ ኣጽዋርን ካልኦት ቀረባትን እናቐነሰ ብምኻዱ ተስፋ ቆሪጹ ክኸውን ከም ዝኽእል እዩ ዝግለጽ ዘሎ። ብጀነራል ኣልቡርሃን ዝምራሕ ሰራዊት ሱዳን ብኢራን ከምዝሕገዝ ዝግለፅ እንትኸውን ካብተን ኣብ ልዕሊ ህፁፅ ደገፍ ወሃቢ ሓይሊ ሱዳን ዝኸፍኣ ጉድኣት ዘብፅሓ ዘለዋ ድሮናት እውን ድሮናት ኢራን ከምዝኾና ዝተረኸበ ሓበሬታ የረድእ። ሕጂ ዝተረኸበ ሰበር ዜና ከምዝሕብሮ ድርድር ኢራንን ኣሜሪካን ብዘይስምምዕነት ከምዝፈሸለ ተፈሊጡ። ነቲ ድርድር ኣብ ስምምዕነት ከይበጽሐ ዕንቅፋት ዝኾኑ ብዙሓት እኳ እንተኾኑ መራሕቲ ኢራን ብሓፈሻ ከም ዝገለጽዎ ግን ኣሜሪካ ብወተሃደራዊ ዝሰኣነት ዓወት ብድርድር ክትረኽቦ ስለ ዝደለየት እዩ ክብሉ ገሊጾም ኣለዉ። ኣሜሪካ እትምከሐለን እኒ ኣብርሃም ሊከንን ካልኦትን ዝመሳሰላ ነፈርቲ ተሸከምቲ መራኽባን ኣብ መጻብቦ ሆርሙዝ ብምጽጋዕ እቲ መስመር ንምቁፅፃር ኣብ ዝፈተነትሉ ብሓይልታት ኢራን ርሒቓን ክሃድማ ዝተገበራ እንትኾና ድርድር ኣብ ዝካየደሉ እዋን ግን መራኸቢ ውግእ ኣሜሪካ ብሓይሊ መስመር ሆርሙዝ ንምቁፅፃር እንተፈቲኑ እኳ ካብ ሓለዋ ዘብዐ ሓይሊ ኢራን ስጉምቲ ክውሰደክን እዩ ዝብል መጠንቀቕታ ምስተውሃበ ንድሕሪት ክምለሳ ከምዝተገደዳ ተፈሊጡ ኣሎ። ስለዚ ድማ መራኸቢ ውግእ ኣሜሪካ ንመስመር ሆርሙዝ ድሕሪ ምቁጽጻር ቀጻሊ ስጉምቲ ኣሜሪካ እንታይ ከም ዝነበረ ዘይፍለጥ እኳ እንተኾነ መስመር ሆርሙዝ ግን ተደራደርቲ ኣብ ድርድር እናሃለዉ ብሓይሊ ክትቆጻጸሮ ከም ዝፈተነ ተሓቢሮም። ዋንነት መስመር ሆርሙዝ ብኢራን ቀይሕ መስመር ተባሂሎም ካብ ዝተጠቐሱ ነጥብታት ሓደ ከም ዝኾነን ኢራን ብዋናነት መስመር ሆርሙዝ ከም ዘይትደራደርን ኣቐዲማ ግልጺ ምግባራን ይፍለጥ። ኣብቲ ኣብ ፓኪስታን ዝተኻየደ ድርድር ቻይና፣ ስዑድ ዓረብያን ሩስያን ከም ተዓዘብቲ ኮይነን ዝተሳተፋ እንትኾና፣ ሕብራት ዓረብ ኢምሬት ግን ስለዘይተዓደመት ሕጉስቲ ከምዘይኮነት ፍልፍላት ይሕብሩ ኣለዉ። ቻይናን ፓኪስታንን ኢራንን ኣሜሪካን ድርድር ከካይዳ ዝለዓለ ግደ ዝተፃወታ እንትኾና፣ ቻይና ግን፣ ብሲኣይኤ ተኸሲሳ ኣላ። ከም ሓበሬታ ድሕንነት ኣሜሪካ ሲኣይኤ፣ ቻይና ኣብዚ ክልተ ሰሙን እዚ ንኢራን ክትህባ ዝደለየት ኣጽዋር ከም ዘለዉ ገሊጹ ኣሎ። እቶም ኣጽዋራት ድማ ክሊ ኣየር ኢራን ሙሉእ ብምሉእ ዝሕለዎ ማለት እውን ሚሳኤላት፣ ድሮናትን ነፈርቲ ውግእ ኣሜሪካን ክሊ ኣየር ኢራን ኣትየን። ከየጥቅዓ ዝከላኸልን ዘጥቅዕን ኣዝዩ ዝማዕበለ መሳርሒ ምዃኑ በጺሐያ ኣለኹ ክብል ይኸስስ። ካብዚ ብተወሳኺ ድማ ኣሜሪካ ከጥቅዕ ዝኽእል ኒኩለር እውን ክትህባ ኣብ ስምምዕነት ከምዝተበጽሐ ገሊጹ ኣሎ። እዚ ከምዚ ኢሉ እናሃለወ ኣብ መጀመርያ ዙር ብዘይስምምዕነት ዝተበተነ ድርድር ኣሜሪካን ኢራንን ናብ ዳግማይ ኲናት ከየምርሕ ልዑል ስግኣት ፈጢሩ ይርከብ። እስራኤል እቲ ኹናት ክቕፅል ከም እትደልዮ ዝግለፅ እንትኸውን፣ ብወገን ኣሜሪካ ግን እቲ ኹናት ጠጠው ዝብለሉ መንገዲ ትእልሽ ከም ዘላ እዩ ዝግለፅ ዘሎ። ምኽንያቱ ድማ እቲ ኹናት ብዝተናወሐ ቁፅሪ ቁጠባ ኣሜሪካ ስለ ዝጉዳእን ኣሜሪካ ነዚ ጦርነት ክተሸንፍ ስለ ዘይትኽእልን ቻይናን ሩስያን ልዕልነት እናሓዛ ስለ ዝመፃ እዩ ክብሉ ተንተንቲ ይገልፁ። ኣብ ልዕሊ ኢራን ዝተኸፈተ ጦርነት ዝናዋሕ እንተኾይኑ ቁጠባ ዓለም ናብ ከቢድ ቀውሲ ዘእቱ እንትኸውን ብፍላይ ድማ ከም እኒ ብልፅግና ንዝበሉ መንግስታት ከቢድ መርድእ ከም ዝኾነን ዕድመ ስልጣኖም ክሕፅሮ ከም ዝኽእልን እንዳተገለፀ ይርከብ። እምበኣር ከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ'ውን ህልወይ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበጽሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ክትተባብዕና ብኽብሪ ንዕድም። ሓድሽ ዜና እንትልቀቕ ኖቲፊኬሽን ንኽበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም!